ብፍላይ ፍላይ ኣብ ዘለናያ ሰዓታት እግዚኣብሔር ኣምላኽ ንሓደ ነገር ይደልየና ኣሎ ስለዚ እቲ እቲ ንገብሮ ነገራት ንሕፅር ኣቢልና ክንሪኦ ኢና ቃል ኣምላኽ ንፈልጥ ኢና ምፍላጥና ኣይኮነን ትርጉም ነቲ ቃል ክንወርሶ ከሎና ጥራይ እዩ። ክሳብ ዘይወረስናዮ ስጋብ ንፈልጦ ነገራት ንእውጆ ኢና፣ ንዛረቦ ኢና፣ እሱ ኣይኮነን እቲ ዋና ዕላማኡ። ግን እቲ ቃላት ምሳና እንተ ኸይኑ እቲ ቃልሲ እንታይ ምስኦም ስለ ዘይተዋሃደስ እንታይ ኣይኮኖም ኢልዎም ኣይጠቐሞም ንብል። ቃል ኣምላኽሲ ምስኦም ስለ ዘይተዋሃደ እንታይ ኣይበለን ኢለና ኣይጠቐሞም ኣይጠቕመካን እዩ ቃል ኣምላኽስ ኣይጠቕመካን እዩ ምሳኻ እንድሕር ዘይተዋሃደ ምሳኻ እንተዘይኮነ ሎሚ እግዚኣብሔር ኣምላኽ ንዛረቦ ነገራት ሕፅር ኣቢልና ንሪዮ ቃል ኣሎ እዚ ቃል እዚ ድማ ከምዚ ይብለና ጌጋታትካ ናይ ውድቀትካ መምዘኒታት ኣይኮነን ኣሜን በል። ጌጋታትካ ናይ ውድቀትካ መምዘኒ ኣይኮነን። ሕፅር ብዝበለ ነገር እንታይ እዩ ተጋጊኻ ዝወደቕካዮ ነገር ስለ ተጋጊኻ ሓደ ሰብ ዝጋገ ሰርሕ ስለ ዘሎ እዩ። ሓደ ሰብ ከዓ ዝወድቅ ዕላማ ስለ ዘለዎ ጎይታ ይባረኽ ዶ እትጋገ ዝሰርሕ ጥራይ እዩ ኣርባዕተ እግሩ ሰቂሉ ብ ዓራት ዝደቀሰ ሰብ ጋገ ድዩ ዝሰርሕ ሰብ እዩ ዝጋገ ዝወድቕ ሰብ ቻለንጅ ዘጋጥሞ ሰብ ፈተና ዘጋጥሞ ሰብ ከ እንታይ እዩ ዕላማ ዘለዎ ሰብ እዩ ኣብ ቅልስ ዘሎ ማለት እዩ ቅልስ ክትከውን ከለካ እንታይ ምውራድ ምድያብ ኣሎ ስለዚ እቲ ዝፍፀም ጌጋታት እቲ ዝፍፀም ጌጋታት እቲ ዘጋጥመና ጌጋታት እንፍፅሞ ጌጋታት ነቲ ወዲቕናዬ ዘለና መምዘኒ ኣይኮነን። ሰይጣን ግን ነቲ በቲ ጌጋራትና በዚ ወዲቕካ ኣለኻ ኣብላና no way እቲ ወዲቕናዬ ዘለና ውድቀት ከኣ እንታይ ነቲ ቀጻላይ ዕላማና እንታይ ክንገብር ኢና እንስልጥነሉ ባይታ ደኣ እምበር እንጥንክረሉ ባይታ ደኣ እምበር ኣብኡ ንተርፈሉ ንወድቀሉ ኣይኮን ምክንያቱ ዓላማ ኣለና ጎይታ ዶ ምዕራፋት ኣሎ እግዚኣብሔር ኣምላኽ ይባረክ ክብሪ ንእግዚኣብሔር ይመስገን ስለዚ ሓደ ቃል ኢና ንርኢ ሎሚ ኣብ መጽሓፍ ቅዱስ ሓደ ቃል ኣሎ ነዚ ቃል ዝቐስ ኢና ኢና ንርእዮ እግዚኣብሔር ይባረክ ክብሪ ንእግዚኣብሔር ይኹን ስለዚ ተጋጊና ማለት ወዲቕና ኣለና ወዲቕና ማለት መወዳእታ ድዩ ዛንባ ከምኡ ድብል ጻድቕ ስኢሎ ንግዜ ድወድቕ ሸውዓተ ግዜ ወድቕ ወዲቕና ኣለና መወዳእታ ኣይኮነ ወይ ድማ ተጋጊና ኣለና ማለት መወዳእታ ኣይኮነ ጌጋታት ካበይ ይፍጠር ተድኣ ኢልናዮ ጌጋ ዝፈጥር ዝሰርሕ ዘሎ ሰብ ጥራይ ይጋገ ዘይሰርሕ ዘሎ ሰብ ኣይጋገን እዩ ዘይንቀሳቐስ ዘሎ ሰብ ኣይጋገን እዩ ክትንቀሳቐስ ክትሰርሕ ከለኻ ትጋገ ካብ ጌጋኻ ከዓ ፍፁምነት ይመፅእ ስለዚ እቲ ውድቀት ከ እንታይ እዩ ተልናዮ ነቲ ቀፃላይ ምዕራፍ እትዳለወሉ ባይታ ደኣ እምበር ናይ መወዳእታ ኣይኮነን ጎይታ ይባረኽ ስለዚ እዚ ቃል እዚና ሎሚ ንርእዮ ብዙሕ ግዜ እዚ ቃል እዚ ንፈልጦ ኢና ብዙሕ ግዜ ሮሜ ዓሰርተ ክልተ ምዕራፍ ክልተ ብዙሕ ግዜ እዚ ቃል እዚ ግን እግዚኣብሔር ክረድኣና ኢሎም እንታይ ክንገብሮ ኢና ከነንብቦ ክንፈልጦ ክንመሃሮ ዘይኮነስ ክንወርሶ እዚ ቃል እዚ እንታይ ክንገብሮ ክንወርሶ ኣነ ብፍላይ እዞም ዝጥቀመሎም ጥቕስታት እንታይ ደጋጊምና ንፈልጦም ምሳና ግን ዘይተዋሃሃዱ ዘይንሰርሓሎም ምሳና ዘይተዋሃዱ ስለዚ እዚ ጥቕሲ ኢና ሎሚ ንዛረበሉ ጎይታ ይባረክ ከምዚ ይብለና እቲ ሰናይ ባህ ዘብል ምሉእ ፍቓድ ኣምላኽ እንታይ ምዃኑ ምእንቲ ክትምርምሩ። ፍቓድ ኣምላኽ እንታይ ምዃና እንታይ ማለት እዩ? ሓሳብ ኣምላኽ ኣባና ዘሎ ማለት እዩ። ሓሳብ ኣምላኽ፣ ዕላማ ኣምላኽ፣ ፕሮግራም ኣምላኽ ኣባና ዘሎ እግዚኣብሔር ኣምላኽ ንዓና ፈቒድልና ዘሎ እቲ መደባት ናይ ኣምላኽ ናባና ዘሎ ንኽንፈልጦ እግዚኣብሔር ኣምላኽ ንደቂ ሰባት ዝሓሰቦ ኩሉ ነገር ፍቓድ ኣምላኽ እንታይ ማለት ፍቓድ ኣምላኽ እንታይ ምዃኑ እግዚኣብሔር ኣምላኽ ንዓና ዝፈቐደልና ፍቓዱ እንታይ ምዃኑ ክንፈልጦ ኣዝዩ ኣገዳሲ እዩ ሓሳብ ኣምላኽ እንታይ እዩ ክንብሎ ከለናሲ ኣብ ኤርምያስ 29 11 እንታይ ይብለና ሓሳቡ እንታይ እዩ ፍቓዱ እንታይ እዩ? ሰናይ እዩ፣ ጽቡቕ እዩ ናይ እግዚኣብሔር ሓሳብ። ስለዚ እንታይ እዩ እቲ ሰናይን ባህ ዘብል ናይ እግዚኣብሔር ሓሳብ እንታይ እዩ? ሰናይን ባህ ዘብልን እዩ ሓሳብ ኣምላኽ። እቲ ሰናይ ባህ ዘብል ምሉእ ፍቓድ ኣምላኽ ሰናይ ባህ ዘብል ጽቡቕን ኩሉ ነገር ሓሳብ ኣምላኽ እንታይ ምዃኑን እንታይ ምዃኑ ንኽንምርምር ንኽንፈልጦ ኣባና ዘሎ ዕላማ ናይ ኣምላኽ ንኽንፈልጦ ብምሕዳስ ሓሳብኩም እንታይ ኾኑ ተለወጡ እግዚኣብሔር ኣምላኽ ኣባይ ዘለዎ ፕሮግራም ክፈልጦ መጀመርያ ጸጋ ሃበኒ መንፈስ ሃበን ወረዲ ብመንፈስ ዝመላእና ሰባት ኢና ጸጋ ኣምላኽ ዝለበስና ሰባት ኢና እግዚኣብሔር ኣምላኽ ዝደሓና ሰባት ኢና ነገር ግን ኣምላኽ ዘይልውጦ ሓደ ነገር ኣሎ። ኣምላኽ ኣዘር ፍቓድ ማለት ናና ፍቓድ ሓሳብና ማለት እዩ። ስለዚ ሓሳብና እግዚኣብሔር ኣምላኽ ብለና ኣብ ድጓ ኤርምያስ እንታይ ብለና? እግዚኣብሔር ኣምላኽ ኣብ ጸጽባሕ እንታይ እዩ ሓድሽ እዩ። ንሕና ድማ እንታይ ብምሕዳስ ሓሳብና ኣብ ጸጽባሕ ክሕደስን ክንዲ ምንታይ ደኣ ገጽና ኣካላትና ሰውነትና ክዳንና ክንምንታይ ኢና ሓጺብና ኣሰራሪና ንሕድሶ፣ እእምሮና ድማ ብኡ መጠን ክሕደስ ኣለዎ ክሕደስ ኣለዎ። ከነሕድሶ እንተኾይና ድማ ይብለና ቀጺሉ ነዛ ዓለም እዚኣ ነዛ ዓለም እዚኣ ኣይትምሰልዋ በዚ ናይዚ ዓለም ዘሎ ሲስተም በዚ ናይ ዓለም ዘሎ ኣተሓሳስባ በዚ ንርእዮ ዘለና ኩነታት ኣይኮናን ኣተሓሳስባና ከነዕርዮ ዝግብኣና። ሎሚ እዚ ቃል እዚ ብትኽክል ጌርና ንውረሶ ዶ? እዚ ንሓ እዚ ቃል እዚ ቃል እዚ ደጋጊምና ሲ ከም ግጥሚ ጌርና ካብኣ ካብ ከናፍርናስ ኣይጠፍእን እዩ ኩሉ ሳዕ ኢና ንብሎ ግን ኣእምሮና ይተሓደስ እዩ ትማል ብዝነበርናዮ ሎሚ ንነብር ጽባሕ ንነብር ድሕሪ ጽባሕ ንነብር ብሓደ ዓይነት ሓሳብ ሮቴት እናገበርና ኣብ ሓደ ሓሳብ ንዘዋወር ጥራይ ንነብር ምሕዳስ ዝበሃል እንታይ እዩ ምቕያር ማለት እዩ ምክንያቱ እቲ ሰናይን ባህ ዘብል ናይ እግዚኣብሔር ነገር ኣባና ክፍጸም እንተኾይኑ ሓሳብና ክዕረ ክኽእል ኣለዎ ጎይታ ይባረክ ከምዚ ይብለና ከኣ ዘገርም ነገር ኣብ ፊልጵዮስ ምዕራፍ ክልተ ሓሙሽተ ብዘገርም ነገር ብጎይታ ብኢየሱስ ክርስቶስ እቲ ኣብ ክርስቶስ ኢየሱስ ዝነበረ ሓሳብ ኣባኻትኩም ውን ይሃልኹም ዘገርም ዘይኮነ መንፈስ ናይ ኢየሱስ ክርስቶስ ነበረ ጸጋ ናይ ኢየሱስ ክርስቶስ ነበረ ቅብኣት ናይ ኢየሱስ ክርስቶስ ዲድል ዘሎ ኣይኮነን ከምኡ ይኮነን ዝብል ዘሎ ስልጣን ናይ የሱስ ክርስቶስ ድልደል ኣይኮነን። እቲ ኣብ ጌታ ኣብ የሱስ ክርስቶስ ዝነበረ ሓሳባት ኣተሓሳስባን ሓሳባትን ዝነበረ ኣባኹም ድማ ይሃሉ ይብለና። ኣብ የሱስ ክርስቶስ ዝነበረ ሓሳብ እንታይ እዩ? ኣብ መዝሙረ ዳዊት ኣብ መዝሙረ ዳዊት ሚእትን ሰለስተን ዓሰርተ ትሽዓተ ከነንብቦ ከለና ሓደ ነገር ኣብ ሓሳብና ክኸውን ዝግብኣና ሕጂ ንጽሊ ጸኒሕና ልዕሊ ኩነታት ኢና ንብል ጸኒሕና ኣብ እንታይ ኢልና እግዚኣብሄር እንታይ ኢለን እግዚኣብሄር ዝፋኑ ኣብ ሰማይ ኣቖመ መንግስቱ እውን ኣብ ልዕሊ ኩሉ ትገዝእ ኣላ። ስለዚ ናህና መንግስቲ ዝፋኑ ዝተቐመጠ ኣብዚ መሬት ኣብ ዘለናዮ ኣብዚ ከባቢ እንተይኮን ናይ የሱስ ክርስቶስ ንኣቦይ ኣበይ ኣሎ ይብለና ኣብ ሰማይ ኣተሓሳስባና ኣብ ሰማይ ኣብዚ ምድሪ ዘለዉ መንግስታት ኣለዉ ኣብዚ ምድሪ ዘለዉ ጥበባት ኣለዉ ኣብዚ ምድሪ ዘለዉ ምሁራት ኣለዉ ኣብዚ ምድሪ ዘለዉ መኸርቲ ኣለዉ ናህናን ናይ የሱስ ክርስቶስ ንጉስ ወይ ድማ ናይ የሱስ ክርስቶስ ዝፋን ናህና ዝፋን ግን ኣበይ ዘሎ ኣብ ሰማይ ሓሳብ የሱስ ክርስቶስ እዚ ነይሩ ካብ ሰማይ እየ ዝመጻኹ ብል የሱስ ክርስቶስ ናብ ሰማይ ድማ የገልግል ነይሩ ስለዚ ኩልሳ ነገራትና ዝፋንና መንግስትና ኣብ ሰማይ ምህላው ምስትውዓልና ዓብዪ ነገር እዩ ኩሉ ሰብ ንግሆ ንግሆ ኣብ ዜና ኮይና እዚ ዝነብረሉ ዘለና ዓዲ መንግስቲ እንታይ ዓይነት ኣዋጅ የውፅእ እንተለና ኣምሪን ይሰሩ ካብ ከባቢና ዘሎ ምሕደራ ዘውፅኦ ኣዋጃት ካብኡ ንፅበ እንተኮይንና ሶሪ እዚ እንተኮይኑ ክርስትያን ኮይና ትፅቢትና እዚ እንተኮይኑ መንግስቱ ዝፋኑ ኣብ ላዕሊ ጎይታ ይባረ ከምዚ ይብለና ኣብ መዝሙር ዳዊት 145 13 ከዓ ከምዚ ይብለና ሃለሉያ መንግስትኻ መንግስትኻ መንግስቲ ዘላለም እያ ግዝኣትካ ከኣ ንውሉድ ወለዶ ይነብር በልና። ዘይቅየር መንግስቲ ዘይቅየር መንግስቲ ዘይለዋወጥ መንግስቲ መራሕቱ ዘይለዋወጥ መንግስቲ ሕግታቱ ዘይለዋወጥ መንግስቲ ኢና ዘለና ስለዚ እንታይ እዩ ዝኸውን ዘሎ ከባቢ ዜናስ ወላ ሓንቲ ዝኸውን ነገራት የለን እታ ናህና መንግስቲ ጸኒዓ ንዘለኣለም ትነብር ለውጢ ዘይብላ መንግስቲ እያ እዛ ዓይነት ኣተሓሳስባ ኣብ ክርስቶስ ነይሩ ሃዋርያ ጳውሎስ ዝብለና ዘሎ ብምሕዳስ ሓሳብኩም ተለወጥ ዝብለና ዘሎ እዚ ዓይነት ሓሳብ እዚ ዓይነት ኣረኣእያ ክንገብር ከም ዘለና እግዚኣብሔር ኣምላኽ ይመስገን ክብሪ ንእግዚኣብሔር ኣብ እሰያስ ከዓ ከም ዝብለና ጎይታ ይባረኽ እሰያስ ኩሉ ሳዕ ንፈልጦ እዚ ትሽዓተ ሸውዓተ ከም ዘለና ህፃን ተወሊድልና ብለና ኣሜን እዚ ጥቕሲ እዚ ኩሉ ሳዕ ወዲ ተወሊድ ወዲ ተዋሂብና እዩ እሞ እቲ ግዝኣቱ ከዓ ኣብ መንኮብ እዩ ስሙ ውን ግሩም መካር ብርቱዕ ኣምላኽ ኣቦ ዘልኣለም ዙፋን ሰላም ክስመ ይብለና መስፍን ሰላም ክስመ ይብለና እዚ ኸኣ እቲ ንጉስና እዩ እቲ ንሕና መራሒና ንብሎ እቲ ንሕና መራሒና ኢና ንብሎ ክርስቶስ ማለት እዩ እዚ ዓይነት ካራክተር እዚ ዓይነት ኳሊፊኬሽን ዘለዎ እዩ ኣምላኽና ማለት እዩ። እቲ ናህና መራሒ ማለት እዩ። እቲ ንሕና ዝመርሓና ዘሎ ኣብ ሰማይ ዝፋኑ ኣሎ፣ ንዘለኣለም እዩ ዝፋኑ እንተልና ኣብቲ ዝፋን ዝተቐመጠ ናቱ ካራክተር ናቱ ኳሊቲ ናይ የሱስ ክርስቶስ ድማ እንታይ እዩ? ግሩም መካር ብርቱዕ ኣምላኽ ኣቦ ዘለኣለም መስፍን ሰላም እዚ ከኣ እቲ ዝፋን ዝተቐመጠ ኣምላኽና እዩ። እዚ ዓይነት ኣተሓሳስባና ሎሚ ኣባና ይሃሉ ዶ? ክርስቶስ እዚ ነይሩ ሓሳቡ። ኣብ መሬት ከሎ ኢየሱስ ክርስቶስ እዚ ነይሩ ሓሳቡ። እግዚኣብሔር ኣምላኽ ይባረኽ። እዚ ንሕሰብ ዶ ሎሚ? መንግስትና ኣብ ሰማይ እዩ። እስጢፋኖስ ክንሪኦ ከለና ኣብ ግብረ ሃዋርያት ምዕራፍ ሸውዓተ ክዛረብ ከሎ እስጢፋኖስ ናቱ ኮኔክሽን ምስ ሰማይ ነይሩ ሸውዓተ ሓምሳን ክልተን ክንሪኦ ከለና ሽዑ እንታይ እዩ ኢየሱስ ክርስቶስ ካብ ዝተቐሚጥዎ ነበረ ዝፋን እንታይ ገበረ ተንስእ ብለና ካብ መንግስቲ ሰማይ ብርሃን ድማ ናብ እስጢፋኖስ ተዘርጋ ምክንያቱ እስጢፋኖስ ዘገልግሎ ነቲ ብ ሰማይ ዘሎ መንግስቲ እዩ ጎይታ ይባረኽ ከምዚ ኸኣ ንገብር እዚ ንነብረሉ ዘለና ዓለም እውን እቲ ሰማያዊ ዘሎ መንግስትና ጥራይ ዘይኮነስ ካልእ መንግስቲ እውን ኣሎ ብዚ ንሕና መንፈሳውያን ኢና ከም መንፈሳውያን መጠን ካልእ መንግስቲ እውን ኣሎ ካልእ መንግስቲ እውን ኣሎ ከም ዝብለና ኣብ ኤፌሶን 6 11 12 ካልእ መንግስቲ እውን ኣሎ ካልእ መንግስቲ እውን ኣሎ ምክንያቱ እምሮና እንድሕር ዘይተሓደሰ ኣተሓሳስባና እንድሕር ዘይቀንዐ እቲ ክርስቶስ ዝነበረ ሓሳብና እንድሕር ኮይነ ምስቲ ኣብ ሰማይ ዘሎ ናይ ዘለኣለም መንግስቲ ምስቲ መራሒ ዘሎ ምልዛብ እንተዘይኮይነ ካልእ መንግስቲ ካልእ ሓይሊ ካልእ ስልጣን እውን ኣሎ ኣሜን ዶ ኣሎ እዚ እውን ከነስተውዕሎ እንታይ ይብለና እቲ ሕልቅ እንታይ ይብለና እቲ ቅልስና ምስ ሕልቅነት ስልጣናት ምስ ናይ ጸልማት ገዛእቲ ዓለም ምስ መናፍስቲ እከያትን ኣብ ሰማይ እዩ እምበር ምስ ስጋን ደምን ኣይኮነን ምስ በለ እዚኣ እድልያ ዘሎ ጥቓ ንፍሕሶ ሰይጣን ምቅዋም እንታይ ክትገብሩ ሓሳብ ክርስቶስ ጥራይ ዘይኮነ ካልእ ሓሳብ እውን ኣሎ ኣብዚ መሬት ኣብ ሓሳብና ዝሰፍር ሓሳብ ናይ የሱስ ክርስቶስ እቲ ሓሳብ ሰማይ ዘይኮነሲ ንፍሕሶ ሰይጣን ምቅዋም ምእንቲ ክትክእሉ እብለና። ኩሉ ኣጽዋር ኣምላኽ ልበሱ። ካልእ ፍሕሶ፣ ካልእ ሓሳብ፣ ካልእ ፕሮግራም፣ ካልእ መደብ ናይ ሰይጣን ድማ ኣብ ዙርያና ኣሎ። ኣብ ጸጽባሕ ምስቲ ናይ እግዚኣብሔር ነገር ክንሕደስን ክንልወጥ እንተዘይከኣልና ካልእ ፕሮግራም ድማ ካልእ ፍሕሶ ማለት ፕሮግራም ማለት እዩ መደብ ማለት እዩ ስትራቴጂ ማለት እዩ ካልእ ፍሕሶ ካልእ ስትራቴጂ ናይ ጸላኢ መፈንጠራውን ኣብ ልዕሌና ኣሎ ጎይታ ይባረኽ ክብሪ ንእግዚኣብሔር ይኹን። ሓደ መንግስቲ ይኮነን ዘሎ ክልተ መንግስቲ እዩ ዘሎ ክርስቶስ ኢለ ነቲ ሓደ ንክትብዝብዞስ ነቲ ሓደ መንግስቲ ክትገብር ኣለካ ክትኣስሮ ኣለካ ስለዚ ነዚ ፍሕሶ እዚ ነዚ ፍሕሶ ናይ ሰይጣን ነዚ ክፍኣት ኣብ ልዕሌና ዝገብ እከይ ትምዕልትላ ብላ ነቲ እከይ ዝግበር ኣብ ልዕሌና እውን ብምሕዳስ ሓሳብና ምስ ኣምላክ ኮይና እንተዘይኮይና እዚ ፕሮብለም እቲ ሕቶ ሕቶና ሕጂ ከምዚ እዩ ክንሓትት ኢና ኣብዚ መጺና ኣለና እግዚኣብሔር ኣምላክ እቲ ሕቶ ዕላማኻ ሓሳብካ እንታይ ምዃኑ ምፍላይ ዕላማና ሓሳብና እንታይ እዩ ስለዚ ክልተ መንግስቲ ኣሎ ክልተ ሓሳብ ቆርበልና ኣሎ ክልተ ስትራቴጂ ኣሎ ክልተ ፕሮግራማት ኣሎ ናይ እግዚኣብሔር ፕሮግራም ኣሎ ከምቲ ዝበልናዮ እንደገና ድማ ናይ ሰይጣን ፍሕሶ ሰይጣን ብለን ናይ ሰይጣን ስትራቴጂ ናይ ሰይጣን ፕላን ከዓ ኣሎ ክልተ ዝተርዝርግሐ ኣሎ ኣይናዩ ናህና ምርጫ ናህና ምርጫ ኣይናዩ ኣብ ኤፌሶን ዝነበሩ ኣብ ኤፌሶን ዝነበሩ ኣመንቲ ሃወርያ ጳውሎስ ኤፌሶን መጽሓፍ ተደሚሩ እሞ ብምሉእ ክግረመኩም ከሎ ሓደ ሽግር ሓደ ኮንሰርን ዝገብሮ ሃወርያ ጳውሎስ ኣብ ኤፌሶን ዝነበሩ ቤተ ክርስቲያን ሓደ ዓብዪ ጸገም ነይርዎ መልእኽቲ ናይ ኤፌሶን ከነንብቦ ከለና እንተድና እቲ መልእኽቱ እንታይ ይብለና ኣብ ኤፌሶን ሓደ ዓሰርተ ሸሞንተ ክነንቦ ከሎ ከምዚ ነይሩ እታ ቤተክርስትያን ድሃቦ ፕሮብለም ዓብ ጸገም ነይርዋ እንታይ ነይርዋ እሞ ኣዒንቲ ልብኹም በርሁ ተስፋ ጽዋዕኹም እንታይ ምዃኑ ሃብቲ ሃብቲ ርስቲ ክብሩ ኣብ ቅዱሳን እንታይ ምዃኑ ንክትፈልጡ ጽልያ ኣለኹም ዕላምኦም እንታይ ምዃኑ ንክርስቶስ ምእማኖ እንታይ ምዃኑ ኣብ ክርስቶስ ዘለዎም መሰላት ኮነ ራይት ኮነ ፕሪቪሌጅ ኮነ እንታይ ምዃኑ ኣብ ኤፌሶን ዝነበሩ ቤተ ክርስቲያን ኣይፈልጡን እዮም ነይሮም ሃዋርያ ጳውሎስ ስለዚኦም እንታይ ይብል ጽዋዓኹም ክርስቶስ እግዚኣብሔር ኣምላኽ ኣባኹም ዘሎ ኣረኣያ ፀዊዕኹም ዘለኹም ክርስትያን ምዃንኩም እንታይ ምዃኑ ንኽትፈልጡ ንኽበርሃልኩም ዓይኒ ልብኹም ክኽፈት እንታይ ይገብር ኣለኹ ኢሉ ይጽለ ኣለኹ ኢሉ ኣብ ቤተ ክርስቲያን ተኣምራት ክኸውን ይኽእል እዩ ድንቂ ነገር ክኸውን ይኽእል እዩ ፈውሲ ክኸውን ይኽእል እዩ ብዙሕ ነገር ክኸውን ይኽእል እዩ ኣተሓሳስቦም ዞም ሰባት እዚኦም ግን ድርስ ኮንፊውዥን ሓደ ነገር ኣሎ ጎይታ ይባረ ከምዚ ንበል ከምዚ ኢልና ሓሳብና ከነቕርብ ኢና ሕጂ ኣምላኽ ይመስገን ዘውትር ይብለና ዘውትር ዘውትር ኣብ ህይወትና እቲ እንሰርሖ ዘለና ወይ እውን ዝሓዝናዮ ክዝረፍ ይኽእል ይኸውን። ዝሓሰብናዮ ዝመደብናዮ ክንገብሮ ዝሓሰብና ኣለና ንብሎ ነገራት ብሃንደበት ከየስተውዓልናዮ ካባና ክሕጸብ ክጠፍእን ክዝረፍን ክስወርን ይኽእል እዩ። ስወር ይኽእል እዩ። እዚ ኸኣ ክንደይ ሳዕ እዩ ዝኸውን እንተሎ ዘውትር ደጋጊሙ ኣብ ህይወትና ምሳና ዝነበረ ነገራት ካባና ክጠፍእ ከሎ ንገብሮ ዘለና ክስወረና ከሎ ንገብሮ ዘለና ሓደ ነገር ዓቕምና ስኢሱ ምግባር ምስኣን እውን እዚ ዘውትር ኣብ ህይወትና ዝኸውን ነገር እዩ። ኣይከውንን ይኸውን እዩ። ነገር ግን ይብለና እቲ ብክርስቶስ ዘሎ ናይ እምነት መንነትና ፍጹም ኣይልወጥን እዩ ኩነታት ክቕየሩ ከለዉ ነገራት ክቕየር ከሎ ናህና ምሳና ዝነበረ ሰባት ክኾኑ ከለዉ ክፍለዩና ከለዉ ወይ ኩነታትና ክቕየር ከሎ ነገራት ክኸውን ከለዉ ኩሉ ነገር ዘይቅየር ነገር ኣብ ህይወትና ግን ብጌታ በኢየሱስ ክርስቶስ ዝረኸብናዮ ናይ እምነት መንነትና ግን ኣብ ውሽጥና ዘሎ ናይ ክርስቶስ ግን ብፍጹም ተኣምር እንታይ ይከውን እዩ ኣይቅየርን እዩ ሃለሉያ እዚ ዓይነት ነገር ንሕሰብ ዶ እንታይ እዩ ዝኸውን ዘሎ ከመይ እዩ ዝኸውን ዘሎ ኣበየ ዝኸይድ ዘለኹ ኣምላኽ ጠሊምኒ ክንብል ንኽእል ኢና ኖ ኩነታት ናይ መንነትና መለክዒ ኣይኮኑ ብክርስቶስ ዘለና መንነት ናቱ መለክዒ ብፍጹም ተኣምር ኣይኮንን ስለዚ ነገር እቲ ብክርስቶስ ዘሎ ናይ ክርስቶስ ብእምነት መንነት ሒዝናያ ዘለና ብፍጹም ተኣምር ኣይቅየርን እዩ ምሳና ዘሎ ክጎድል ዶ ይኽእል? ይጎድል እዩ። ምሳና ዘሎ ክጠፍእ ዶ ይኽእል? ይኸልእ። ሰባት ካባና ክርሕቑ ዶ ይኽእሉ? ይኽእሉ ይኹን። ሰባት ኣብ ልዕሌና ፍርዲ ከምጽኡ ዶ ይኽእሉ? ይኽእሉ ይኹን። ሰባት ትማል ፈተውትና ነበሩ ጸላእትና ክኾኑ ይኽእሉ ዶ? ክኸውን ይኽእል እዩ። ሰባት ንዓና ካብ ዘለናዮ ቦታ ኣውሪዶም ከጽድፉና መደባት ክህልዎም እውን ክኸውን ይኽእል እዩ። ከጽድፉና እውን ይኽእሉ እዮም። ቅዱሳን ሃዋርያት ኩሎም እንተ ርኢናዮም ብዘይቲ ብሴፍ ብኹሉ ነገር ዘይገጠሞም ነገራት የለን። እቲ ብጌታ ብየሱስ ክርስቶስ ዘሎ መንነቶም ክብር ግን ተለዊጡ ዶ? ኣይተለወጠን። ኣምላኽ ይባረኽ። ኣብዚ ሓሳብና ክንመጽእ ሕጂ ጎይታ ይባረኽ። ጌጋታትካ ኣብ መስርሕ ከም ዘለኻ ዘመላኽት እዩ። እቲ ዘጋጥመካ ዘሎ ውድቀት ድማ ኣብ ዕላማኻ ንምብጻሕ ብቕዓትካ ዝፍትን ብጥዓካ ንብቕዓትካ ዝፍትን መድረኻት እዩ። ክደግሙ እዩ ጎይታ ይባረኽ ጌጋ ንፍጽም እንተለና ኣብ ስራሕ ከም ዘለና ዘመላኽት ደኣ እምበር ንሰርሕ ከም ዘለና ዘመላኽት ደኣ እምበር ኣይኮነን እንደገና ድማ እንደ እቲ ዘጋጥመና ዘሎ ውድቀት ድማ እቲ ዘጋጥመና ዘሎ ጉድለት ኣብ ያዕቆብ ምዕራፍ ሓደ እንተዳርእና ብዙሕ ዝዓይነት ፈተና እንታይ ኢሉ የጋጥመኩም ኢሉ ግን ኣብ መጨረሽታ እቲ ፈተና ዘጋጥመኩም ዘሎ ቻለንጅ ዘጋጥመኩም ዘሎ እቲ ነገራት ዘጋጥመኩም ዘሎ እምነትኩም እንታይ ክኸውን እዩ ክፍተ ብቕዓት ናህና ኣብ ብፁእ ደረጃ ክመፅእ ዳኣ እምበር እግዚኣብሔር ኣምላኽ እሕሊፉ ኣይህበናን እዩ እግዚኣብሔር ኣምላኽ እሕሊፉ ይበናን ራእዮ ብዝሒ ራእዮ ብዝሒ ጌጋታትና ለውጢ ወይ ድማ ምኽሪ ንኽንጠልብ ይዕድመና። ብብዝሕ ንጋገ እንተደኣ ኣለና፣ ጌጋታትና ይበዝሕ እንተደኣ ኣሎ፣ መጠን ጌጋታትና ካብ መጠን ንላዕሊ ኣዝዩ ይበዝሕን ይደጋገም እንተደለሎ፣ ሓደ ምልክት ይህበና ኣሎ። ለውጢ ኣካይዳና ለውጢ ክንገብር፣ ኣተሓሳስባና ለውጢ ክንገብር ወይ ድማ ካብ ዝሓለፉ እዚ ዓይነት ተመክሮ ዘለዎም ሰባት ምኽሪ ክንረክብ ከም ዘለና ይዕድመና ደኣ ይደሎ እምበር ሕማቕ ነገር ኣይኮን። ኣባና ሕብረተሰብ ብፍላይ ኣብ ኤርትራ ግን ጌጋታትና ሓቢእና ንነብር no way ይዕድመና እዩ ዘሎ ለውጢ ክንገብር ወይ ድማ ምኽሪ ድዩ ተመክሮ ካብ ካልእ ነገር ክንወስድ ድኣ እምበር ከም ሓደ ሽንፈት ከም ሓደ ጌጋ ኣባይ ጥራይ ክፍጸም ኣይኮን ኢና ክንስውሮ ኣይግባእን ሰናይ ዶ ንለወጥ ንለወጥ ዶ ብዝሒ ጌጋታትና ጌጋ ብጌጋ ክንእርሞ ኣይግባኣናን እዩ ሓደ ጌጋ ተፈፂሙ ነቲ ጌጋ እቲ ንክንፍፅም ካልእ ጌጋ ምፍፃም ካልእ በደል እዩ ካልእ በደል እዩ ካልእ በደል እዩ ስለዚ እዚ ነገራት እዚ ኣባና ዓብይ ፀገም ዘሎ እዩ ዓብይ ፀገም ዘሎ እዩ ዓብይ ፀገም ዘሎ እዩ ጎይታ ይባረክ ጠንቂ ወይ ድማ ምንጪ ጌጋታትካ ኣበይ ከም ብም ኣበይ ብኸመይ ምፍላጡ ጥራይ ኣገዳሲ እዩ። እቲ ንጋግዮ ዘለና ጌጋ ኣእምሮና ክሕደስ እንተ ደኣ ኮይኑ፣ ሓድሽ እምሮ ክህልወና እንተ ኾይኑ፣ ኣተሓሳስባና ክሕደስ እንተ ኾይኑ፣ ሰናይ ናይ እግዚኣብሔር ሓሳብ እንተ ደኣ ኣሎ፣ እቲ ጌጋታትና ከመይን ብኸመይን ካበይ መጺኡ ኢልና መርሚርና ከነዕርዮ ኣለና። ሽዑ እንታይ ይኸውን? ኣእምሮና እንታይ ይሕደስ? ብምሕዳስ ሓሳብኩም ተለወጡ ዝበሃል ዘሎ በተሓሳስባና እንታይ ንኸውን? ንልወጥ። ንልወጥ እንዳ ጎይና ከይና ክስቶ እዩ እክስታ እዚ በዚ ምክንያት ኢና ኖ ወይ ሰይጣን ይኸሳስ እምበር ናይ ኣምላኽ ወይ ድማ ኣብ ክርስትና ኣብ መንግስቲ ኣምላኽ ክስ የለን ኣብ መንግስቲ ኣምላኽ ዘሎ ንስሓ እዩ ዘሎ እምበር ክስ የለን ኣብ መንግስቲ ኣምላኽ ዘሎ እንታይ እዩ ንስሓ ደኣ እምበር ክስ የለን ክስ ናይ ሰይጣን እዩ ወቐሳ ናይ ሰይጣን እዩ ብሌም ዝገብር ሰይጣን እዩ። የሱስ ክርስቶስ ግን ምሕረት እዩ ዝገብር። ሃለሉያ! ብጌታ በኢየሱስ ክርስቶስ። ስለዚ እዚ ነገራት እዚ ኣባና ሎሚ ይፈጸም። መንግስቲ ኣምላኽ ካብ ጌታታትና ካብ ሕርቃንና ካብ ኩሉ ነገራትና ንኽንምለስ ናብ ኣምላኽ እዩ ዘልየና። ኣስተውዒልና ክንከይድ ሰይጣን ከኣ ካብቲ ሓደ ባህርያቱ እንታይ እዩ ጉዳይካ ብከምዚ ምክንያት ኢሉ መወዳእታ ዘይብሉ ኣብ ክሲ መዋጥር እትወጡ ከሳሲ ንክትከውን ሓደ ነገር ከ ንፍለጥ እዚ ግዴታ እዩ ሓደ ነገር ከኣ ንፍለጥ እዚ ግዴታ እዩ ንስኻ ንሰባት ሰባት ድማ ስሌኻ ይነጥፉ ምህላዎም ምስትውዓል እቲ ንሕና ንሰርሖ ዘለና ጌጋ እውን ይሃልዎ ንኻልኦት ምዃኑ ነስተውዕል እቶም ካልኦት ኣብ ከባቢናን ኣብ ዙርያናን ዘሎ ቤተሰብና ዓሌትና ናይ ቤተክርስትያን ኣባላት ክኾኑ ይኽእሉ ስድራና ይኹኑ ንነብረሉ ዘለና ናይ ስራሕ ክኾኑ ንሕና ክንሰርሕ ከለና ንዕኦም ኢና ንሰርሕ ዘለና እሳቶም ክሰርሑን ክነጥፉን ከለዉ ንዓና ምዃኑ ኣስተውዕል እዚ ዘይልወጥ ናይ እግዚኣብሔር ኣምላኽ ፕሪንሲፕል እዩ ኣብዚ ዓለም ክትነብር ኮለኻ ዝተጣላለፈ ኣሰራርሓ እዩ ዘሎ ኔት ዝኾነ ዝተተሓሓዘ ነገራት እዩ ስለዚ እቲ ኣነ ዝነጥፎ ዘለኹ እቲ ኣነ ዝሰርሖ ዘለኹ እቲ ክሰርሖ ከለኹ ንዓይ ዘጋጥመን ዘሎ ቻሌንጅ ዝልውጦ ዘለኹ ንካልኦት እየ ዝሰርሕ ኣነ ንካልኦት እየ ዝሰርሕ ዘለኹ ካልኦት ድማ ንዓይ ይሰርሑ ስለዚ ሰባት ኣብ መሬት ክንነብር ኮለና ዝተወራረሰ ነገር እዩ ዘሎ ስለዚ ኣብ ዙርያ ዘሎ ሰባት ንዓይ ይሰርሑ ምህላዉ እቶም ሰባት ኣብ ዙርያይ ዘለዉ ስለይ ይሰርሑ ምህላዉ ንዓይ ይሰርሑ ምህላዉ ኣብ ገዛ እንተሉ በዓልቲ ቤተይ እንተላ ደቀይ እንተሉ ወይ ዕርኽቶይ እንተሉ ብጾተይ እንተሉ ኣብ ዙርያይ እንተሉ ብበዝሒ ወሓደ በዝሒ ስለይ ስነብሰይ እዮም ዝሰርሑ ዘለዉ ኣነ ዝሰርሖ ዘለኹ ዝጽዕሮ ዘለኹ ድማ ንዕኦም እዩ ስለዚ እንታይ እዩ እዚ ዘይልወጥ ናይ እግዚኣብሔር ኣምላኽ ሲስተም ናይ እግዚኣብሔር ኣምላኽ ናይ ተፈጥሮ ሲስተም ስለ ኣይልውጥና ኣይንወፅን ኢና ስለዚ በዚ ነገር ከነዕሪ ንኽና ኣብ ዙርያና ዘለዉ ሰባት ዝሰርሕዎ ዘለዉ ብፍቕሪ ድዩ ብጽሊ ሃዋርያ ጳውሎስ ክዛረብ ከሎስ እንታይ ኢሉ ብፍቕሪ ይኹን ብጽልእሲ ወንጌል ጥራይ እንታይ ይኾን ኢልዎ ይሰበኽ ኢልዎ ዕላማ ናይ ጳውሎስ ድዩ ይሰበኽ እቲ ዝኸውን ደሎ ይሰበኽ ጎይታ ይባረክ ክብሪ ንእግዚኣብሔር ይኹን ኣምላኽና ይመስገን ስለዚ ኣብ ልዕሊ ሰባት እትገብሮ ኩነኔ ናይ ተስፋ ምቑራጽ ምልክታት እዩ። ንሕና ኣብ ሰባት ዘለና ኣረኣእያ፣ ኣብ ሰባት ዘለና ኔጌቲቭ ነገር ንሰባት ንኹንን እንተኾይና፣ እቲ ኣባና ተፈጺሙ ዘሎ ጌጋታት፣ እቲ ባና መጺኡ ዘሎ ንሰባት ሰበብ ጌርና ንገብሮ እንተመጻና እዚ ናይ ተስፋ ምቑራጽ ምልክት እዩ። ኣእምሮና ይተሓደስ ተሎ። ሓደ ነገር ኣነ ኣብ ዝኾነ ነገር ኣትየ ኣብ ዝኾነ ቻለንጅ ኣትየ ኣብ ዝኾነ ነገር ኣትየ እዚ ነገር እዚ ዝገበሮ በዓልቲ ቤተያ ደቀዮም ዙርያዩ ዓርከየ ዝብል ተለኹ እዚ ተስፋ ምቑራፅ እግዚኣብሔር ኣምላኽ ከኣልነት ኣለዎ ነቲ ኣጋጢሙ ዘሎ ሽግር መንግስቲ ኣምላኽ ንዑ ምስ ኣምላኽ ኮይነ ፊክስ ገብሮ ክዕርዮን ከስተኻኽሎን ዝከኣለሉ ፖቴንሻል ኣብ ኣምላኽ ኣሎ ኣምላኽ ኣሎ ኣተሓሳስባና ይቀየር ዘሎ ብጣዕሚ ቨሪ ቻለንጅ እብለናኻ እዚ ማለት ድማ ተስፋታትካ ኮነ እምነትካ ይብሕጎግ ይጠፍእ ከምኡ ድማ ኣብ ጎዳና ስዕረት ከም ዘለኻ ኣይትረስዕ ምስ ሰብ ክትጋጨ ከለኻ ነቲ ፈጢርካ ዘለኻ ነቲ ጋጢሙካ ዘሎ ጌጋ ነቲ ገጢሙካ ዘሎ ውድቀት ነቲ ጋጢሙካ ዘሎ ቻለንጅ ሰባት እዮም ትብል ተደለኻሲ ኣብ መንገዲ ስዕረት ከም ዘለካ ብሓሳብካ ትሰዓር ምህላውካ ሰይጣን ብኻልእ ቀዳዳ ኣትዩካ ከም ዘሎ ፍለጥ። ምክንያቱ ቅድም ዝበልናዮ እንታይ ኢና ጌጋ ይኹን ውድቀት ይኹን መስርሕ ደኣ እምበር መወዳእታ ኣይኮነን። ስዕረት ማለት ግን ኣብ ሓሳብና ብፍጹም ደኣምር ከኣልነት ናይ እግዚኣብሔር ኣምላክ ክጠፍእ ከሎ እንታይ ንኸውን? ከቢድ ነገር ይኸውን። ጎይታ ይባረኽ ዶ ጎይታ ይባረኽ። ከምዚ ንብል ሓፂር ነገር ኣብ ዝርያኻ ዘለዉ ሰባት ከምቲ ዝበልኩኹም ኣብ ዙርያና ዘለዉ ሰባት ብዝኾነ ዓይነት ደረጃ ይኹን ኣብቶም ዙርያና ዘለዉ ሰባት ኣረኣያና ክቕየር ኣለዎ። ንሕና ኣብዚ ዓለም ክሳብ ዘለና ምስ ሰባት ኢና ንነብር። እዚ ክንልውጦ ኣይንኽእል ኢና። ብፍጹም ተኣምር ክንልውጦ ኣይንኽእል ኢና። ምስ ሰባት ኢና ንነብር ዘለና። እንደገና ድማ ምስ ሰባት ኮኔክት ጌርና ክንነብር ኢና። ፈተና ጸላእና ምስ ሰባት ኢና ንነብር። ኣነ ፈጣኹ ጸላእኹ ምስ ስድራይ፣ ምስ ቤተሰበይ፣ ምስ ደቀይ፣ ምስ ፈተውተይ፣ ምስቶም ናይ ክርስቶስ ዘሎ፣ ምስ ዙርያይ ዘሎ፣ ምስዚ ሃገር ዘሎ፣ ምስ መሳርሕተይ ክነብር ግዴታ እዩ። ግዴታ እዩ። ስለዚ ክንዕረይ ዘለና ክንዕረይ ዘለና ኣይቅየርን እዩ ስለዚ እንታይ ብና ሰብ ኢኻ እሞ ምስ ሰባት ድማ ኢኻ እትነብር ግዴታ ሰብ ኢኻ እሞ ተሓሳስባና ይ ምስ ሰባት ኢኻ ትነብር ግዴታ እዩ ግዴታ እዩ ሰባት ጥቕምትኻ እዮም ብፅቡቅ ኮነ ብሕማቕ ሰባት ናባኻ ክመጹ ከለዉ ናባኻ ዝፍጽምዎ ነገራት ጽቡቅ ክኸውን ይኽእል ደይ ጽቡቅ ክኸውን ይኽእል እቲ ጽቡቅ ነገር ንዓኻ ንረብሓኻይ እቲ ደይ ጽቡቅ ነገር ናባኻ ከውድቅዎ ደለዉ ከኣ ካብ ጌጋኻ ክትእረምን ክትዕረን ክትስተኻኸልን ካብቲ ዘለኻዩ ኣካይዳ ክትቅየርን ይገብረካ ኣምላኽ ይባረኽ። ክልቲኦም ኣድቫንቴጅ ኣለዎም ክልቲኦም ረብሓ እዮም ስለዚ ኩሉ ሳዕ ሰባት ኣባኻ ሓደ ሕማቕ ነገር ዝፍጽም ኣካይዳኻ ጽቡቕ ስለ ዘየለ እዩ ትራፊክ ፖሊስ ዝሕዘካ ክትዝውር ከለኻ ኣካይዳኻ እዩ ዝሪኦም ትራፊክ ፖሊስ ክትከይድ ከለኻ ኣካይዳኻ ጽቡቕ እንድሕር ዘይኮይኑስ እንታይ ዝገብረልካ ምልክት እዩ ዝገብረልካ ስለዚ እቶም ሰባት እስኻ ካብ ጎደና ወፂኻ ካብ ጎደና ወፂኻ ካብቲ ቁኑዕ ጎደና ወፂኻ ክትከይድ ከለኻ ቻለንጅ የጋጥመካ። ንዓኻ ዘይኮኑ ዘይመደብካዮም ሰባት ድማ የጋጥሙኻ። ስለዚ ብጽቡቅ ኮነ ብሕማቅ ኮነ ኣብ ዙርያና ዘለዉ ሰባት ንምንታይ ኢልና ሕቶ ኣይነቅርብ። ንሕና ግን እንታይ ንግበር ኣእምሮናን ኣተሓሳስባናን እንታይ ይኸውን ይቀየር፣ ንተዓረ፣ ነስተኻኸል። ኣሜን ዶ Let's go እዚ ኣብ ኤርትራውያን ዘሎ ፕሮብሌም እየ ዝዛረብ ዘለኹ ዝዛረብ ዘሎ ኣብዚ ኣገልጊለ ዘገልግሎ ዘለኹ ዘሎ ቻሌንጅ እየ ዝዛረብ ዘለኹ ስለዚ እዚ ነገር እዚ ኤቢሲዲ ኢልና ክንርእዮን ክነስተውዕሎን ኣለና። ናይ ሓደ ንሰባት ፈተውትናን ጸላእትናን ኢና እናጎዘናን እናመቐናን ንነብረሉ ኣብነት የላ ሰብ ብመልክዕ ኣምላኽ ዝተፈጥረ ቅዱስ ህያው እዩ ክርስትያናት ኢና ሰብ ክቡር እዩ እቶም ከም ክፋእ ጸላእቲ እትብሎም ረብሓታት ከም ዘለዎም እንታይ ንግበር ኣይንረስዕ። እቶም ጸላእቲ ኢና እንብሎም ነገራት እቶም ጸላ እግዚኣብሔር ኣምላኽ ንደቂ እስራኤል ካብ ቦትኡ ክመልሶም ከሎ ነቶም ናቱ ዘየምልኽዎ ብፍጹም ተኣምር ኣብ ግምት ዘየሉ ንዖም ሊኹ ንእስራኤላውያን እንታይ ገብሮም ነይሮም ኣብ መስርሕ ይእትወም እስራኤላውያን ካልኣይ ግዜ ንባቢሎን ክስደዱ ከለዉ ሲ ብንጉስ ንኾነ ዝጸር እዩ ኣውሪርዎም ንጉስ ዝጸጸን ንእግዚኣብሔር ዝኣምን ሰብ ኣይኮነ ንእግዚኣብሔር ግን ተኣዚዙ ጎይታ ይባረክ ክብሪ ንእግዚኣብሔር ይኹን። እንደገና ድማ ነቶም ፈተውተይ እትብሎም ሰባት እውን ኣስተውዕሎም። ፈተውተይ ኢልካ ድማ ተዘርጊሕኻ ፍሬኖ ዘይብሉ መንገዲ ኣይትኺ። ፈተውተይ ትብሎም ዘለኻ ንፈተውተይ እዮም ትብሎም ዘለኻ ሰባት እውን ፍሬኖ ሓዝ፣ ኣስተውዕል፣ ረኤ ንጸላእትኻ ብጽቡቕ ጌርካ ክትመዝኖም ንፈተውትኻ ክልቲኦም ረብሓ ኣለዎም ኣምላኽ ሰናይ እዩ ክብሪ ንእግዚኣብሔር ይኹን ክንልወጥ ኣለና ከምዚ ዝበልኩም ብሓሳብኩም እንታይ ግበሩ ብለና ኣሎ ተለወጡ ኤርትራውያን ንለወጥ ንለወጥ ኣነ ዘጋጠመኒ ኣብዚ ሸውዓተ ዓመት እየ ዝዛረብ ዘለኹ ሕጂ ንለወጥ ንቕድሚት ቅድም ንኸይድ ንድሕሪት ንኸይድ ኣለና ኣሜን ኣብ ሰባት ዘለካ ኣረኣያ ኩሉ ሳዕ ምዕራይ ንግሆን ምሸትን ኣብ ሰባት ዘለና ኣብ ሰባት ዘለና ቃል ኣምላክ ክዛረብ ከሎ እንታይ ኢሉ ንብጻይካ ከም ነብስኻ እንታይ ግበሮ ኣፍቅሮ ከም ነብስና ክንሪኦ ኣለና እቲ ሰብ እግዚኣብሔር ኣምላክ በቲ ንዓና ዝርእየልና ዘሎ ኣምላክ ድማ ነቲ ሰብ ኣብ ጎንና ዘሎ ከምኡ ገይሩ ከም ዝርእዮ እግዚኣብሔር ኣምላክ ይባረክ ክብሪ ንእግዚኣብሔር ይኹን ከምዚ ይብለና ምስ ጌጋታትካ ውድቀትካን ኣይትጸባጸብ ክትጋገ ትኽእል፣ ኣብ ውድቀት ክትሉ ትኽእል። ተጋጊየልካ ግን እናዓጸፍካ እናደመርካ ኣይትጸባጸብ። ምኽንያቱ ግዜ እውን ግዜ እውን እንታይ ትገበር ኣይትዓድግ። ክትጋገ ኮለኻ ክትወድቅ ኮለኻ በቲ ወዲቅካዮ ዘለኻ ንሕና ናይ እግዚኣብሔር ኣምላኽ ሰናይ ነገር ጽቡቅ ነገር ኣእምሮና ከነሰላስለሉ እምበር ጌጋታትናን ውድቀትናን እናሳሰሰልና እንተነይና ኔጌቲቭ ነገር ኣብ እምሮና እናመላለስናዮ ክንገብጽ ከልና እቲ ነገር ናበይ ዝመልሰና ንድሕሪት ይመልሰና ፖዘቲቭ ኣተሓሳስባ ይሃለወና እየ ዝብል ዘለኹ ስለዚ ነቲ ዝፈጸምካዮ ጌጋታሲ ሃዋርያ ጳውሎስ ክዛረብ ከሎ ነቲ ነገር ንድሕሪት እንዳገደፍኩ ንቕድሚት ታኸውን ኣለኹ ኢሉ ነግደፎ ንቕድሚት ንኺድ ንቕድሚት ንኺድ እንተደይ ኮይኑ ግን ጌጋታትናን ውድቀትናን እቲ ንኸፍሎ ዘለና ዋጋ ኮፍ ኢልና ክንጸባጸብ ክንድምሮን ክንቅንሶን እንተዳውዒልና ዘስዕበልና እንታይ ሓዘን ጓሂ ብስጭት ሕርቃን ኮነ ግርጭታትን ስለ ዝፈጥረና ካብቲ ቀንዲ ዕላማኻ ድማ ንኽትሰናኸል ይገብረካ። ጌጋታትካን ውድቀትካን ትጽብጽብ ተኾንካ ዘጋጥመካ ነገር ትርፉ እንታይ እንተልካ ካልእ ነገር ኣይኮነ ኮፍ ኢልካ በዚ ተበዲለ እዚ ኮይነ ኣለኹ እዚ ወዲቐ ኣለኹ እዚ ከሲረ ኣለኹ ኢልካ ትጸባጸብ ትድምር ትኾንካ ዘጋጥመካ ነገር እንታይ እዩ ሓዘን የጋጥመካ ጓሂ የጋጥመካ ብስጭት የጋጥመካ፣ ሕርቃን የጋጥመካ፣ ግርጭታት እውን ምስ ሰባት ንክትፈጥር ይገብረካ። ንለወጥ ደለ እግዚኣብሔር ኣምላኽ ንለወጥ ዶ ንሕና ሰናይን ጽቡቕን ናይ እግዚኣብሔር ኣምላኽ ነቲ ናይ ኣምላኽ በረኸት ናይ እግዚኣብሔር ኣምላኽ ሰናይ ናይ እግዚኣብሔር ኣምላኽ ክንጽብጽብን ከነሰላስል እምበር ስራሕ ሰይጣን ዝሰርሖ ስራሕ ሲ መሊስና መላሊስና ክንገብሮ ሲ ጎይታ ይባረክ ክብሪ ንእግዝኣብሔር ኣነ ዝዛረብ ዘለኩ ንረብሰይ እየ ኣብ ንህይወተይ እየ ዝዛረብ ዘለኩ ኣብ ህይወተይ ዘሎ እየ ዝዛረብ ዘለኩ ካብዘን ነገር ግና ደረጃ ውድቀትካ ዝምዘን ብመስፈር ዕላማካ እዩ ኣሜን ጌጋታትካ ኮነ ውድቀትካ ኮይነ ዝምዘንሲ ዕላማካ እዩ ክትበጽሖ ዝደለካ ነገራት ኣሎሞ ነቲ ክትበጽሖ ዝደለካ ነገራት ድማ ንክትበጽሖ እናተጸረብካ እናተጸረብካ፣ እናተቐምቀምካ፣ እናተዓረኻ፣ እናጸበቕካ ኢኻ ትመጽእ። ነዙይ ናብ ውድቀት ንብሎ ዘለና። ክትበጽሕ ኢኻ። ክንበጽሕ ኢና። እግዚኣብሔር ኣምላኽ ንደልዮ ነገር ክንበጽሖ ኢና። ናብኡ ንክንበጽሕ ግን እቲ ውድቀትና ግን እንታይ እዩ? ውጽኢት ኣለዎ። ኔጌቲቭ ነገር ኣተሓሳስባ ወዲቐ ኣለኹ እሞ ተወዲኡ በቃ ተደምዲሙ ዓጽየ ኣለኹ ፋይለየ ኣለኹ ጉድባይ ዝበሃል ኣብ ህይወት የለን። ጉድባይ ማለት ምስ መትና ጥራይ ኣምላኽ ይባረኸ እንተኾነ ግና ውድቀትካ ኣጋጢሙ ማለት ተስዒርካ ማለት ኣይኮነን ኣሜን ዶ ኣብ ታሕቲ ተሸሚምካ ወዲቅካ ማለት ኣእምሮ ስዕረት ኣበይ ዘሎ ጎይታ ይባር ስዕረትና ኣብ እምሮና እዩ ዘሎ ስዕረትና ኣብ እምሮና ሃዋርያ ጳውሎስ ኣብ ፊልጵዮስ ዘሎ ተኣሲሩ ኣብ ውድቀት ዘሎ ኣብ መጽቃጭ ዘሎ ግን ይብለሎ ተሓጎሱ ሕጂ ውን ደጊመ ይብለኩም ኣለኩ ተሓጎሱ ናይ ሓጎት ብስራት ይዛረብ ተኣሲሩ እኳ እዩ ዘሎ ኣብ ውድቀት እኳ እዩ ዘሎ ኣብ ከቢድ ነገር እኳ እዩ ኣብ ኩነታት እኳ እዩ ዘሎ ኣብ መግረፍቲ እኳ እዩ ዘሎ ኣብ ፍርዲ እኳ እዩ ዘሎ ኣብ ኢድ ሮማውያን እኳ እዩ ዘሎ ኣብ ሓሳቡ ኣብ እምርኡ ግን ሃዋርያ ጳውሎስ እንታይ እዩ ተሓጎሱ ይብለኩም ኣሎ ኣብ እስር ቤት ኮይኑ እኳ እዩ ሕጂ እውን ደጊመ ተሓጎስ ብመን ተሓጎስ ብጌታ በኢየሱስ ክርስቶስ ተሓጎስ ይብለኩም ኣሎ ሃለሉያ በዓል ጳውሎስ እውን ኣብ እስር ቤት ኮይኖም ኮፍ ኢሎም ኣብ እስርቤት ኣትዮም ኣብ ውሽጢ ክኣትዉ ከለዉ ኣብ ውሽጦም ዝነበረ ሓሳባት ስዕረት እዩ ሕጂ ውድቀት እዩ ሕጂ ኣብ እስርቤት ኣቲኻ ተኣሲርካ ወንጀለኛ ኮንካ ተቐፊጥካ ብሰንሰለት ውድቀት እዩ ዘይቲ ውድቀት ቻሌንጅ እዩ እሳቶም ግን ኣብኡ ኮይኖም እንታይ ገብሩ ነይሮም ብሓሳቦም የምልኹ ነይሮም ምክንያቱ ዝተቐየረ ሓሳብ ነይርዎም ሃዋርያ ጳውሎስ ዝተቐየር ሓሳብ ነይርዎ ውሽጡ ሓሳቡ ስለዚ ንሰዓሮ መዓስ ኢና ንብል ኣብ እምሮና ኢና ንሰዓር ሎሚ ኣይንሰዓርን ኣብ ሓሳብና ይኖ ነዚ ሃዋርያ ጳውሎስ ኣብ ሮሜ 12 ብሓሳብኩም እንታይ ኩኑ ይብል ዘሎ ተለወጡ ተለወጡ ኣሜን ኣሜን ኣብ እስር ቤት ኮይኑሲ ተቐጥቂጡ ኣትዩ ተቐጥቂጡ ኣትዩ ከምዚ ኮይኑ ኩሉ ተቐጥቂጡ ኣትዩሲ ኣብኡ ኮይኑ እቲ ህዝቢ ብጣዕሚ ተስፋ ቆሪጡ ዲሳፖይንት ኮይኑ ኣይመፃናን ዳግም ኣይመፃናን እዩ ወዲያው ንፅሒፉ ዝተሓጎሱ ሃለሉያ ሕጂ እውን ደጊመ ይብለኩም ኣለኹ ተሓጎስዋ ኣብ እስር ቤት ኮንካ ተሓጎሱ ሕጂ እውን ብጎይታ ተሓጎሱ ብለኩም ኣለኹ ኢልዎ ትፅቢት ነይሩ ክኣቱ ኣይኣተወን ግን ተትሒዙ ጎይታ ይባረር ስለዚ ስዕረትና ኣብ ኣተሓሳስባና እዩ። ኣብ ዝኾነ ንየሱስ ክርስቶስ ካብ መስቀል ኣውሪዶም ኣብ መስቀል ሰቒሎም ምስ ቀበርዎ ኩሉ ነገር ምስ ወድኡ ተደምድም ኢሎም ምስ ወድኡ እቶም ኣብ እስራኤል ዝነበሩ ፈሪሳውያን ወዲእና ኢሎም ኩሉ ምስ ገበሩ እዚ ነገር ን ነቶም ሃዋርያት ኣዝዩ ከቢድ ውድቀት ነይሩ። ናይ ጌታ ናይ የሱስ ክርስቶስ ካብኦም ምፍላይ፣ ብሞት ምድምዳሙ፣ የሱስ ክርስቶስ ምቕባሩ፣ እቲ ዝነግሮም ዝነበረ ትንቢት፣ እቲ ዝነግሮም ዝነበረ ቃላ ኩሉ ተደምሲሱ ጠፊኡ እቲ ኣብ ገዛ ተዓጽዮም ግን የሱስ ክርስቶስ እንታይ ኢሎ ሰላም ንዓኹም ይኹን ሃለሉያ ሕድሳ ምሕዳስ ኣሎ ኩሉ ሳዕ ምሕዳስ ኣሎ ምሕዳስ ኣሎ ኣብዚ ነገር እዚ ክኸውን ከሎ እንታይ ኢሉ ቶማስ እንታይ ኢሉ ኖ ክኸውን ኣይክእልን እዩ ኣብ ሓሳቡ ሕጂ እውን ቶማስ ተስዒሩ ኣሎ ብሓሳቡ ተሸኒፉ ስለ ዘሎ እዚ ትብልዎ ዘለኹም ኣነ ንዑ ከይረኣኹ ብፍጹም ተኣምር ክኸውን ኣይክእልኒ ምክንያቱ ቶማስ እንታይ እዩ ይምስክሩ ኣለዉ ኣብ ሓሳቡ ግን እንታይ እዩ ተስዒሩ ኣሎ ኣይንሰዓርና ንስኻ ስለ ዝረኣኻ ኢልዎ ነቶም ከይረኣዩ ግን እግዚኣብሔር ኣምላኽ ይባረኽ። ክብሪ ንእግዚኣብሔር ይኹን። ኣምላኽና ይባረኹ። ቅድሚ ዝኣገረ ዓወትካ ኮነ ወይ እውን ስዕረትካ ዝፍፀመሉ ባይታ ኣብ ሓሳባትካ ምዃኑ እንታይ ኣብ ሓሳባትካ ምዃኑ እንተዘይ ተረዲእኻ ናይ ምንባርካ ስንቂ ወይ ድማ ቀለብ ክሳራ ጥራይ እዩ። ኣብ ሓሳብካ ስዕረት እንተ ኣሎ፣ ናይ ስዕረት ምልክት እንተ ኣሎ፣ ተስዒረ ትብል እንተ ኾንካ ኣብ ሓሳብካ፣ ኣብ ሓሳብካ ተስዒረ፣ ሮሜ ዓሰርተ ክልተ ቁጽሪ ክልተ እየ ዘለኹ፣ ኣብኡ ይኸትኩን፣ ኣብኡ እየ ዘለኹ። ኣብ ሓሳብካ ተስዒረ ትብል ተለኻ፣ ናትካ ስንቂ፣ ናትካ መከራ፣ ኣብዚ መሬት ምንባር፣ ክርስትያን ኩን፣ ናይ የሱስ ክርስቶስ ኩን፣ ኣማኒ ኹን፣ ጸጋ ይሃሉኻ፣ ትርጉም የብሉን። ኣብ ሓሳብካ እንድሕር ተስዒርካ ትርጉም የብሉን። ክሳራ ጥራይ ምንባርካ ክሳራ ጥራይ እዩ። ኣብዚ መሬት ምንባርካ ክሳራ እዩ። ብሓሳብና ግን እንታይ ክንከውን ኣዳምን ሂዋንን ኣብ ሓጢኣት ክወድቁ ከሎ ብምንታይም ወዲቖም ብሓሳቦም እንታይ ኢልዎም እዚ ዘለኹሞ ደረጃ እዚ ትነብርዎ ዘለኹም ደረጃ እኹል ስለ ዘይኮነ እዚ ነገራት እዚ ምስ ትፍጽሙ ካብዚ ኣይትብልዑ ዝተባሃልኩም ፍረ ምስ ትበልዑ ኣብቲ እግዚኣብሔር ዘለዎ ደረጃ ከም ኣምላኽ ትኾኑ ስለ ዝበሎም እንታይ እዩ ብሓሳቦም ተስዒሮም ኮይኖም እኳ ኣለዉ ብርግጽ እኮ እዮም ብሓሳቦም ግን ተስዒሮም ሃለለውያ ወይታ ይባረኽ ሕጽር ዝበለ ሓደ ካብ መጽሓፍ ቅዱስ ሓሳብ ክንርኢ እሞ በዚ ክንውድኦ እግዚኣብሔር ይመስገን ኣብ ዘሁልቅ ምዕራፍ 13 ከይድና ክንሪኦ ከለና እስራኤላውያን ሓደ ነገር ኣብ እምሮም ብእምነት ዝሓሰብዎ ነይሮም። ካብ ግብፂ ክብገሱ ከለዉ መዓርን ፀባን እትብል ከነኣን ቦታ ይጓዓዙ ነይሮም። ክጓዓዙ ከለዉ ግን ኣብ መገዲ ዝፀንሖም ፈተና፣ ኣብ መገዲ ክመፁ ከለዉ ከዓ ዝፈፀምዎ ጌጋታትን ኣብ መገዲ ከዓ ዘጋጠሞም ቻለንጅን ውድቀትን እዚ ዘይበሃል ኮይኑ እዚ ዘይብሃል ኮይኑ ኣብ መጨረሽታ ነታ ከተማ ክጽግዕዋ ከለዉ ኣብዚ ነገር እዚ እንታይ ርኢ ተስፋ ምቑራጽ ስለ ትርኢ እግዚኣብሔር ኣምላኽ ናብ ከነኣን ንክኣቱ ንክኣቱና ዝበሃል ነገር እምነቶም ዜሮ ስለ ዝኾነ እግዚኣብሔር ኣምላኽ ንሙሴ ዓሰርተ ክልተ ዓሰርተ ክልተ እንታይ ኢልዎ ዓሰርተ ክልተ ሰለይቲ ግበርሞ ኢልዎ እስራኤላውያንሲ ንክኣትዉ ፍጹም ስለዚ ነቲ ህዝቢ ሓድሽ ነገር ፍረሽ ዝኾነ ሓሳብ ለውጢ ዝኾነ ሓሳብ ንኸምጽእ ምስ ንቕድሚት ገጾም ንክስጉሙ እግዚኣብሔር ኣምላኽ እንታይ ኢልዎ ዓሰርተ ክልተ ነገዳት እቶም ዓሰርተ ካብ ክልተ ዓሰርተ ክልተ ነገዳት ድማ ሓለፍቲ ዝኾኑ ነገዳት ግበር እሞ ሰለይቲ ጌርካ ናብታ ከተማ ከይድ እሞ ኣብታ ከተማ በፅሖም ድማ ተመሊሶም ነቲ ህዝቢ እንታይ ገብሮ ሪፍሬሽ ገብሮ ሓድሽ ነገር ክርቦ ክልውጥዎ ንቕድሚት ክጓዓዙ እታ ከተማ ኣምላኽ ፈልጣ ኣለኹ ፈልጣ ኣለኹ እዞም ሰባት ከይዶም ነታ ከተማ ንርብዓ መዓልቲ ምስ ሰለይዋ ካብቲ ሓደ ነገር ዝበልዎ እታ ከተማ ኣምላኽ ከም ዝበላ መዓርን ፀባን ዘለዋ ኢላ መዓርን ፀባን ትኽክል እያ ኢላ ነገር ግን እዞም ሰባት እዚኦም ኣብቲ ዝሓለፍዎ ነገር ብሓሳቦም ተስዒሮም ስለ ዘለዉ እቲ እግዚኣብሔር ኣምላኽ ዝገበሮ ድንቅን ተኣምራትን ካብ እምርኦም ተደምሲሱ ስለ ዘሎ ተኣምራትን ድንቅን ናይ እግዚኣብሔር ኣምላኽ ሓያልነት ናይ እግዚኣብሔር ኣምላኽ ኣብ ውሽጦም ስለ ዘየሎ ኣብቲ ከተማ ምስ ከዱ ኣብቲ ከነኣን ዝበሃል ዓድታት ምስ ከዱ ነተን ከተማታት ምስ ረኣይወን እዞም ዓሰርተ ክልተ ናቶም ዝኾነ ሙሴ ክነግሮም ከሎስ ካብቲ ዝወፃኹሞ ከተማ እውን ንመረጋገፂ እቲ ህዝቢ ምእንቲ ክኣምን ብርግፅ እዚ ኣምላኽ ዝበሎስ ሓቂ ኢሉሞ ፍረ ናይታ መሬት ምሕዝኩም ሲኢልዎም ነቲ ህዝቢ እቲ ፍረ መሬት ከተርእዎ መዓርን ጸባን እተምልኽ ዘሎ ፍረ መሬት እብደ እቲ ሰብ ኮንታ ኮይኑ የለን ኣብዩ ምንቅስቓስ ኣብዩ ኣምጽሉ ኢልዎም ሙሴ ኣትሊስቲ ንቕድሚት ገጾም ከሰጉሙ ብሓንሳብ ምሻለና ንቕድሚት ገጾም ከሰጉሙ ሲ ኢቪደንስ እግዚኣብሔር ኣምፅኣሎም ኢልዎም ካብቲ መሬት ከዓ ፍረ ኣምፅኣሎም ኢንፎርሜሽን ካብ ኣምፅኣሎም ልቢ ናይቲ ሰብ ኢንስፓየር ግበሮ ሓድሶ ፍረሽ ግበሮ ኣንቀሳቕሶ ኢሉ እግዚኣብሔር ኣምላኽ እዚ ስትራቴጂ ኣውፅኡ እዞም ሰባት እዚኦም ሰለይቲ ዝኸዱ ግን እስቲል ካብቲ ሕማሞም ኣይተፈወሱ ዝተፈወሱ ይኮኑ ከይዶም ነታ ከተማ ነቲ ከተማ ነቲ ዓድታትን ኩሉ ምስ ረኣይዎ በቲ እግዚኣብሔር ዝበሎ ነገር መጺኡ ኣብ እምሮኦም ግን ኩሉ ሰዓት እንታይ ኣሎ ስዕረት ነይሩ ስዕረት ስለ ዝነበረ ኣብ ዝወልቂ ዓሰርተ ሰለስተ ሰላሳን ሰለስተን ክንሪኦ ከሎ ስዕረት ስለ ዝነብረ ሓሳቦም እንታይ ኢሎም ኣብኣ ድማ ካብ ጎንዓ ዕሌትን ንጉያትን ደቂ ዓና ርኤና ንሕና ኣብ ዓይንና ከም ኣንበጣ ኮይና ኣብ ኣዒንቶም ከዓ ከምኡ ነበርና ይኸዱ ነቲ ህዝቢ እንታይ ገይሮም ኣራማት ይሰሙ ሕጂ ኣብ ሓሳቦም እንታይ ና ኣብ ቅድሚ ኣብ ቅድሚ ዒንትና ዋላ ንሕና ነብስና ክንሪኣ ከለና ኢሎም ሕሰቦም ኣብ ቅድሚ ዒንቶም ጥራይ ኣይኮነ ዋላ ነታ ነብስና ንሕና ክንሪኣ ከለና ሲ ኢሎም ኢየሱስ ብጣዕሚ ዘፍርሕ ብጣዕሚ ዋላ ነታ ነብስና ኢሉ እንታይ ይብሉ ንሕና ኣብ ዓይንና ንሕና ነታ ነብስና ንሕና እስራኤላውያን ነብስና ንክንሪኣ ከለናስ ነብስና ክንመዝና ከለናስ ኢሉ ከም ኣንበጣ ነይረ ማይ ጋድ ብጣዕሚ ዝፅላእ ዘይኮነ ኣብ ኣዒንቶም ከዓ ከምኡ ኢና ስለዚ ስዑራት ኢና ብሎ ዘሰንብድ እዩ ነታ ነብሶም ከመይ ገይሮም ርእዮማ እዞም ሰባት እዚኦም ዝፍርሑ ዝድነቑ ዘገርሙ እግዚኣብሔር ኣምላኽ ተኣምር ዝገበረሎም ሲ ንሕናስ ኣብ ቅድሚ ብጣዕሚ ኣያ ጎይታ ይባርክ ትግርኛ ከኣ ኣስገርም እዩ ንሕና ኣብ ኣዒንትና ከም ኣንበጣ በየሱስ ተዛርቦ ከቢድ ቃል እዩ ትዝብ ቃል እዩ ንረብሕ ሰባት ኣይኮናን ኣብ ሓሳቦም እዮም ንጠቅም ሰባት ኣይኮናን እዚ ነገር ንሕና ኣሚንና ተቐቢልና ተመድሚና ምድረ በዳና ንንበር እዚ ከኣ ክንብል ከሎና ኣብ ኣዒንተን እውን ከምኡ እዩ ካብኡ ዝተፈለየ ነገራት ኣይኮነ ኣንበጣ ኮይና ኢና ንርኣዮ ነፍስና ንሕና ኣንበጣ ኢና ኢሎም ባዕሎም እዮም ዝኣምኑ ዘሎ እመን እዮም ዘሎ ሕጂ ዋ በየሱስ ጌታ ይባረክ ከቢድ እኮ እዩ ካብዚ ሓሳብ እዚ ንውፃእ ዶ ሎሚ ንሕና ናይ እግዚኣብሔር ምሉፃት ኢና ንውፃእ ዶ ከምዚ ካብዚ ሓሳብ እዚ ንውፃእ ዶ ከምዚ ዓይነት እስራኤላውያን ባዕሎምስ እንታይ ገይሮም ባዕሎምሲ ነታ ነብሶምሲ ብኸምዚ ገይሮማ ዘሕዝን እዩ ከምዚ ከዓ በሉ ኣብ መጨረሻ ኣብ መደምደምታ መፅኦም ክትሽነፍ ከለኻ ኣብ መደምደምታ ካ ትመፅእ መጨረሻ ሸው ኣብ መደምደምታ መፅኦም ኣብ መደምደምቶም ዝመፁ ከዓ እንታይ ኢሉ ንሓድሕዶም ከዓ ሓለቓ ግዳ ንሽም እሞ ናብ ግብፂ ንመለስ ተባሃሃሉ ውሳኔ መፅኡ ምክንያቱ እዚ ዝብለኩም ዘለኹ ውሳኔ መፅኡ ስለዚ መራሕቲ ንምረፅ ናይ በዓል ሙሴ ናይ በዓል እያሱ ናይ በዓል ኣሮን ይትረፍ እሰቶም ንቕድሚት እዮም ዝኸዱ ንድሕሪት ገጾም ንድሕሪት ገጾም ዝወስዱና ሰባት ምክንያቱ ሙሴ ኣሮን ካልኦትም እያሱ ተኾን ንቕድሚት ስለ ዝኾን ንድሕሪት ዝመልሱ ንድሕሪት ገጾም ዝመርሑ ሰባት ንምረጽ ኢሎም ዝሕዝን ዘይኮነ ዝሕዝን ዶ ኣይኮነን? ብጣዕሚ ዝሕዝን ዶ ኣይኮነን? እዚ ውሳኔ እዚ ወሲኖም ስለዚ ንቕድሚት ዝወስድና ዶ ኣይኮንስ ንድሕሪት ወይ ድማ ናብ ዓወት ዝወስድና ዶ ኣይኮንስ ሽንፈት ዝምህሩና ውድቀት ዝምህሩና ስዕረት ዝምህሩና ሰባት ምረፁና እዮም ዝደለዉ በሃሊ ኣዘራርባ ብኻልእ ኣዘራርባ ብኻልእ ኣዘራርባ እዚኦም ዝብሉ ዘለዉ ብኻልእ ኣዘራርባ እዚኦም ዝብሉ ዘለዉ ነገር ግን እግዚኣብሔር ኣምላኽ ኣብ ብዝሒ ዘይኣምን ኣምላኽ ህያው ዝኾነ ኣምላኽ ካብቶም ዝኸዱ ሰለይቲ ግን ካብቶም ዝኸዱ ሰለይቲ ኣብቲ ሰዓታት እዚ ሙሴ ሽሙ ዝቐየረሉ እያሱን ካሌብን ዝነበሩ ካሌብ ንገዛእ እርሱ ካብቶም ኣይሁድ ዝበሃሉ ዓሌት ዝተመረፀ ናይ ነገድ ካሌብን እያሱን ግን ኣብ ውሽጦም ካልእ ዓይነት መንፈስ ነበሮም ይላል። እንታይ ማለት እዩ? ካልእ ዓይነት ሓሳብ ብዛዕባ ሓሳብ እግዚኣብሔር ብዛዕባ እስራኤል ክርእዩ ከለዉ ብዛዕባ እቲ ህዝቢ ክርእዩ ከለዉ ኣዝዩ ዝተፈለየ ሓሳብ ነበሮም። ጎይታ ይባረኽ። እዚ ሎሚ ንክንዶ ራዩ ከምዚ ኣፈላላይ ኢና ንፍጠር እዚ ኩሉ ንዛረ ወፃና ኣፈላላይ ከምዚ ኢሎም ሽዑ እግዚኣብሔር ኣምላኽ ይባረኽ ኣብ እግዚኣብሔር ግዳ ኣይትዓምፁ ካሊብ ይዛረብ ዘሎ ሃለሉያ ዓመፅ ኢልዎ ነዚ ቅዱሱን ሕሩይ ብሉፁን ህዝቢ ከመንበጣ ጌርኩም ክትዛረብዎ እዚ ኣብ ቅድሚ ኣምላኽ እንታይ ኢልዎ ድፍረት ኢልዎ ዛርቦ ዘሎ ስለዚ ዓመፅ እዩ ቅድሚ እግዚኣብሔር ብዛዕባ እዚ ህዝቢ እግዚኣብሔር ኣምላኽ ዝመረጾ ምርፅ ዝኾነ ህዝቢ እዚ ዓይነት ዘረባታት እዚ ዓይነት ሓሳብ እዩ ዓመፅ እዩ ሃለሉያ ያደ ዓመፅ እግዚኣብሔር ኣምላኽ ዝመረፀና ነዛ እግዚኣብሔር ኣምላኽ ዝመረፃ ነብሰይ ከምቲ ኣምላኽ ዝርእየኒ ከምቲ ኣምላኽ ዝብለ እንዳ ክኸውን ኣለኒ እምበር ኣብ ልዕል ነብሰይ ዘለኒ ኣረኣያ ዝተዓረየ ክኸውን ኣይኮነን ኣነ ኣንበጣያ ክብል ኖ ወይ ኢልዎም ኣይተ ንሳቶም እንጌራና እዮም ኢሉ ቶዲ ሓጺር መልሲ ካሊብ ይዛረብ ዘሎ እንጌራና እዮም ንስኻትኩም ንህዝቢ እታ ምድሪ ኣይትፍርሕዎም ሃለልዋ እቲ እንታይ ብለና ኣሎ እቲ እቲ ዘጽልል ካባታቶም ኣልጊሲ ኢሉ ዘጽልል ፕሮቴክት ዝበሃል ነገር ኣብ ልዕሊኦም የሎን ዝተቃልዑ እዮም እቶም ህዝቢ እቲኦም እንታይ እዮም እቲ ዘጽልሎም ካባታቶም እንታይ ኸይዱ እዩ ኣልጊሱ እዩ ኣብ ቅድሜና ንዕኦም ፕሮቴክት ዝገብር ዝኽልክል ከም ዕርዲ ኮይኑ ንዓና ዝዓግተና ነገር የሎን ዝተቃልዑ ህዝቢ እዮም ኢሉ ሃለሉያ ካሊብ ክዛረብ ከሎ ወላ ሓንቲ እሳቶም እንታይ እዮም ዕርዲ ከም ዘሎ ዕርድታት ከም ዘሎ ኩሉ ነገር ተዛሪበም ኣብ ቅድሚ ኣምላክ ግን እቲ እንታይ ብለና እቲ ዘፅልሎም ካባታቶም ኣልጊሱ እዩ ፕሮቴክት ዝገብሮም ሰባት ኣብ ቅድሜና ያሎን ስለዚ ንሳቶም ከም እንጀራ ንሕና ክንበልዖም ኢና እዩ ዘሎ ካሌብ ይዛረብ ዘሎ ሕጂ ራእይዎ እቲ ሓሳቡ እንታይ ኢሉ እግዚኣብሔር ከዓ ምሳና ኢሉ ምሳታቶም ኣይኮነን ምሳና እዩ ዘሎ ምሳይ ዘሎ እግዚኣብሔር ምስቲ ዝዋግኣኒ ዘሎ ንትኸፅድፈኒ ዘለ ኣይኮነን ኣምላኽ ምሳይ እዩ ኣምላኽ ከዓ እንታይ ኢልዎም ክብሪ ንእግዚኣብሔር ኣምላኽ ከዓ ምሳና ኢልዎም ስለዚ እቲ ንዕኦም ፕሮቴክት ዝገብሮም እቲ ንዕኦም ዝኽልክሎም እቲ ሰም ዝተኣመንሉ ነገር እግዚኣብሔር ኣምላኽ ንዓና ኣሕሊፍና ክኣቱ ከምቲ ንያሪኮ ነቲ ዙርያ ዘሎ ዘፍረሶ ኣብኦም ዘሎ ከለላ ነገር ፈሪሱን የለን ብሎም ኣሎ ራእይ ኣተሓሳስባ ሕጂ ዝተሓደሰ መንፈስ ካልእ መንፈስ ዝነበረትና ኣይትፍርሕዎም ኢሉ ካሌብ ይዛረብ ዘሎ ብዘሎ እቲ ኣኼባ ግና ብዳርባ እምኒ ክቐትሎም እንታይ ገበረ ተዛራረበ ንካሌብን ንእያሱን ንኹሎም ነቶም መራሕትን በዓል ምስዮ ኣክሽን ክወስድሎም ምክንያቱ ንድሕሪት ክወስዱ ሰባት መሪፆም መደባት ስለ ዘለዎም ዝመፅኦም ሃለለወ ኣብ ከምዚ ዓይነት ክኸውን ከሎ ሽዑ እቲ ዘላለማዊ ክብሪ ኩሉ ሓያል ኣምላኽ ዝኾነ ጣልቃ ይኣቱ ኣብ ህይወትና ነገራት ካብ ኩሉ ነገር ክኸውን ከሎ እዚ ነገራት ክኸውን ከሎ ነቱ ዘቕርቦ ዘሎ እያሱ ዘቕርቦ ዘሎ ካሌብ ዘቕርቦ ዘሎ ሙሴ ኣብ ቅድሚ ህዝቢ ወዲቑ ዝልምኖ ዘሎ ኣሮን ኣብ ቅድሚ ህዝቢ ወዲቑ ዝልምኖ ዘሎ ንኹሉ ነገር ነፂጎም ካልእ ሰባት ንድሕሪ ዝመልሱ መራሕቲ መሪፆም ንኸዱ ስለ ዝኾኑ ነዚ ነገራት ንክፍፅሞ ድማ ነዞም ኣብ ቅድሚት ንቅድሚት ገፆም ክመርሑ ዘለዉ ሰባት ድማ ብዳርባ እምኒ ክቐትልዎም ምስ ተላዕሉ እቲ ህያውን ቅዱስን ኣብ ዝፋኑ ንዘልኣለም ዝነብር ሓያል እግዚኣብሔር ጣልቃ ኣትዩ ሃለሉያ ክብሪ እግዚኣብሔር ከዓ ኣብ ድንኳን ምርኻብ ንኹሎም ንደቂ እስራኤል ንሙሴ ጥራይ ዝግለጽ እዩ ንኹሎም ንደቂ እስራኤል ተገልጸ ሃለሉያ ብጌታ በኢየሱስ ክርስቶስ ረይ እግዚኣብሔር ኣምላኽ ንሙሴ ንኣሮን ንኻልኦት ይግለጽ ነይሩ ኣብዚ ሰዓታት እዚ ግን እግዚኣብሔር ኣምላክ ክብሩ ነቲ ኹሉ ህዝቢ እስራኤል ነቲ ብዳርባ እምኒ ገይሩ ነቶም ንቅድሚት ክመርሑ እግዚኣብሔር ዘቀመጦም ቅቡኣት ክለዓሉ ከለው ክብሪ ናይ እግዚኣብሔር ኣምላክ ካብ ሰማይ ንኹሎም ንቆልዓ ንሰበይቲ ንዓበይቲ ንናኣሽቱ ንባረዩን ንሓለፉን እግዚኣብሔር ኣምላክ ተገልጸ ኣብቲ ዝግለጾ ተገልጸ ኣሜን ሃለሉያ እግዚኣብሔር ኣምላኽ ኣብቲ ፋይናል መጽእ ኣብቲ ናይ መወዳእታ የሎን ዝብሎ መንቀራቕሮ ዘለና ኢሉ ደስ ዝብለካ ክብሪ እግዚኣብሔር ከዓ ኣብ ድንኳን ምርኻብ ንኹሎም ደቂ እስራኤል ተራእየ እንታይ ክብሉ እዮም እንጂ ኣሜን እግዚኣብሔር ኣምላኽ ይባረኽ ክብሪ ንእግዚኣብሔር ይኹን ጎይታ ይባረኽ በዚ ክንውድእ ኢና እግዚኣብሔር ኣምላክ ይመስገን ክንደይ ጥዑም እዩ ኣብ መጨረሽታ ኣብ መወዳእታ ኣምላክ ባዕሉ እዩ ዝግለጽ ባዕሉ ይልእኽ ባዕሉ ይገብር ኣብ መወዳእታ ግን ባዕሉ ይግለጽ ከምዚ ሓሳብ ዝብል ተዛሪብና ክንውዲ ኢና ክብርና ኣምላክ ይኹን ኣምላክና ይመስገን ሎሚ ብጌጋታትና ኮነ ብውድቀትና ከምኡ ድማ በቲ ዝገጥመና ቅልሳት ከይተደናገርና ብክርስቶስ ብዘለና ናይ እምነት መንነት ንፍጻሜ ዓወትና ደው ንበል። ኣሜን ዶ ደው ንበል። ኣሜን። ደጊመ ከንብበዮ እሞ እግዚኣብሔር ኣምላኽ ሎሚ ብጌጋታትና በቲ ንፍጽሞ ዘለና ጌጋታት በቲ ዘጋጥመና ዘሎ ውድቀት በቲ ዘጋጥመና ዘሎ ውድቀት ወይ ቻለንጂ ከይተበዳህና ከምኡ ድማ ብዝገጥመና ዘሎ ቅልሳት ኩሉ ዓይነት ከይተበዳህና ብክርስቶስ ብዘለና ናይ እምነት መነት ፍጻሜ ዓወትና ክንርኢ ደው ንበል። ጎይታ ይባረኽ። ክብሪ ንእግዚኣብሔር ይኹን። ኣምላኽና ይመስገን። ብጎይታ በኢየሱስ ክርስቶስ እዚ ዓይነት ኣምላኽ እዩ ዘለና። ኣብቲ ፍጹም ህያው ዝኾነ ኣምላኽና ደው ንበል ብጌታ በየሱስ ክርስቶስ ብመንነትና ኢና ደው ንብል ብመንነትና ደው ክንብል ከለና ኣምላኽ ድማ ይግለጽ ሃለሉያ ስለቲ ዝሃበና ግዜ ክብሪ ንእግዚኣብሔር ይኹን ብጌታ በየሱስ ክርስቶስ ስም ኣሜን